ምስ ባራኺኡ ገዲፉ ምስ ገረፍቱ ዝቑረን እስኪ ኣማኽርኒ እንታይ ተገበርኩ እንታይ ተጸለኹ ያሸን ጸሎተይ ደቕይር ስለዚ ህዝቢ መዓር ቀሪብ ካሉ ዝኸይድ ናብ ገንቢ ኣብ ዓድም ከሎ ብኹርማጅ ምስ ተሓልበ ንወፃኢ ከይዱ ራሻይዳ እንዳቐለበ ባሕሪ ክሳገር ኣሕዋቱን ዓሳ እንዳሃበ ኣብ ምድረ በዳ ብፀቱ እንዳትረፈ ብዘይድበ ተመሊሱ ንዘሳደዶ ብሕልኑ እንዳሰዓበ ብዝሰርሖ ሓራዲኡ ብዶላራት እንዳጎልበበ እንጀራ ግብፂ ዝናፈቐ ምና ዝኣበ ስለዚ ህዝቢ ጸሎተይዶ ጸሎተይዶ ቅይር ስለዚ ህዝቢ መዓር ቀሪብ ካሉ ዝኸይድ ናብ ገንቢል እንታይ ኢልካ ይጽለ ስለዚ ህዝቢ በረከት ገዲፉ ዝጎይ ናብ ገንቢል ሓራዲኡ ገዛ ገዲፉ ፈታዊኡ ዝመስሎ ነቲ ምስኡ ዝወፀ ዝሃድን ደስ ከብሎ ሰብ ዶ እንስሳ እንታይ ንበሎ ልቢ ዘይነቅሕ ክፍኣት ዝዳበሎ ካብዚኦም የውፅእኩም ክፉኣት ሰብ ኣውሎ ኣውልያ ማለት እዩ እንስሳ እኳ ካብ ሃዳንኡ ይሃድም ዝመተ ብፃይ ርዩ ብልቢ ዝሓምም እንታይ ይበሃል ናይዚኦም ኣዝዩ ዝገርም መቓልስቱ እንተኣሰረ ዘርምም ጳጳስ እንተኣሳቐየ ዝም ጸሎተይ ደቐይር ስለዚ ህዝቢ መዓር ቀሪብካሉ ዝጎይን ኣብ ገምቢ እስኪ ንእንስሳ ተመልከቱ። ካብ ብጸቱ ሓደ እንተተጎቲቱ ስቕ ኢሉ ዶ ይኸይድ ይፈቱ ክኸይድ ይፈቱ? ኣየነ እንስሳ እዩ ዘይጠዊ ድሕሪቱ ፈራሲ ፈርሲ ብጻይ ርዩ ዘይቁንዞ ብሞቱ ሰብ ሰብ ምዃን ገዲፍዎ ናይ ኣራዊት ባህሪ ተላቢስዎ ምሕረትን በረኸትን ካብ ኣምላኽ ተቐቢሉ ብኽፉእ ስራሕ ተታሊሉ ገነት ዝመስል ቦታ ገዲፉ ብኽፍኣት ክብሩ ኣራጊፉ እቲ ዝስሕቦን እቲ ዝሓሰቦን ዝገብሮን ሰናይ ተሓሲሙ ናብ ሴል ተጓሒፉ እንታይ ኢልካ ይጽለ ስለዚ ህዝቢ መዓር ቀሪብካሉ ዝጎይ ናብ ገምቢ ሃገር ከምጽእ ወሊዱ ከምዘይሃበ ንናጽነት ብብኽያት ከምዘይተረባረበ ኣብ ኩናት ሓቢሩ ጸላኢኡ ዝደብደበ ንምኩሕ ሰራዊት ብጅግንነት ዘጋለበ ንደቁ ከይማጎት ምስ ደቁ ኣፉ ዝተሸበ ናጽነት ምስ መጸ ብጭንቀት ዝተኸበ እንታይ ኢለ ክጽሊ ስለዚ ህዝቢ መዓር ኣዳሊኻሉ ዝጎይ ናብ ግምቢ ስለዚ እንታይ ኢልካ ይጽለ ብዛዕባ እዞም ሰባት መሓሮም እንተበልካ ንምሕራት ዘይጥዑማት ፍረዶም እንተበልካ ይኾነካ ክልተ ሞት ንኣምላኽ ቀርቂርናዮ ክመረና የለኻ እንዲኻ ኢልናዮ ክርህወና ረሲዕናዮ ስለዞም ሰባት ኣምሪርና ሕጅስ ይኣኽልና ፍረድ ፍርድኻ ሃብ ከይንብል ጽንሕ ኢልና ኸኣ ብፍርዲ ኣምላኽ ክልተ የብሉን ካልኣይ የብሉን እሞ ቃላትና ነዘንብል ኣምላኽ ንምፍራድና ተሸጊሩ ብግብርናን ጸሎትናን ኣማሪሩ እንታይ ኢልካ ይጽለ ስለዚ ህዝቢ መዓር ቀሪብካሉ ዝጎይን ኣብ ገንቢ ቅኑዓት ኣትሪፍካ ንዓለም ፍረድ እንተበልና ዝገደፍናዮም ወለዲ ንጹሃት ንዝክር ኣብ ዓይንና ይረኣይና ብሰንኪ ንቑጽ ይነድድ ርሑስ ፍርዲ ኣምላኽ የፍርሐና ሓሳብና ይሰናኸል እንታይ ኢልካ ከም ዝጽለ ይጠፍኣና ጥፍ እንተበልካ ናብ ጭሕምኻ ኮይና እግዚኣብሔር ንስኻ ትሓይሽ ነቶም ኣብ ጸልማት ዘለዉ ርኢኻ ቁኑዕ ዝበልካዮ ቐልጢፍካ ፍረደና ቀልጢፍካ ውን ርድኣና እንታይ ኢለ እሞ ክጽሊ ስለ ህዝቢ መዓር ቀሪብካሉ ዝጎይን ኣብ ግምቢ ወላዲ ሓቂ ከይዛረብ ፈሪሑ መነኮስ ቀሺ ናብ እግዚኣብሔር ገዲፉ እእዳኡ ናብ መንግስቲ ዘርጊሑ ኩሉ ገር ጨው ጨው ጨው ጨው ጨው ይብል ከም ዝወደቐ ኣቑሑ ኣምላኽ ነቶም ውሑዳት ንጽሃት ርኢኻ ፍርደድ ፍረድ ክፉኣት ካብ ዝበዝሑ ምልስ መሊስካ ብፍጥረትካ ከይትሓዝን ብስምካ ዘይረቑሑ ስምካ እንተጸውዑ ራእዮም መርምሮም ኣየሕዝኑን ክፉኣት እዮም ኣብ ግንባሮም ኣሎ ክፍኣቶም ብቑርሑ ነዚኦም ኣርሒቕካ እንዶ ኣተሰልና ኣራሑ ወይ ኣራሒ ክንከውን ኣፍ ደገ ክፈተልና ብገፊሑ ወይ ኣራሒ ክንከውን ኣፍ ደገ ክፈተልና ብገፊሑ የቐንየለይ። ስለዚ ነዚኣ ትመስል ነይራ እታ ግጥሚ።